ሰላም ሰላም ሰላም ተኸታተልቲ ናይዚ ዩቲብ ቻነል እዚ እንኳዕ ብሰላም መፃኹም እንኳዕ ብድሓን መፃኹም ክብለኩም ይፈቱ ተስፎ መልኣከ ካብ እቲ ጠቓሚ ዝብል ዩቲብ ቻነል ቅድሚ ናብታ ኣርእስተይ ምሕላፈይ ግና ሓንቲ ነገር ከዘክረኩም እዚ ቻነል እዚ ስሙ እቲ ጠቓሚ ስለ ዝኾነ ኩሉ ሰብ ጠቓሚ ምዃኑ ዝኣምን ምዃኑን ንስኻትኩም ንስኻ ንስኺ ሕጂ ትሰምዓኒ ዘለኻ ትሰምዕኒ ዘለኺ ጠቓሚ ጠቓሚት ምዃንኩም ከዘክረኩም ደስ ይብለኒ። ቀጺለ ድማ ናብቲ ቀንዲ ኣርእስተይ ክሓልፍ እየ ማለት እዩ። ሕጂ ብዛዕባ ሓደ ነገረ ክዛረብ መጺኤ ዘለኹ ብዛዕባ ምሕዝነት ወይ ከኣ ዕርክነት ዝብል ማለት እዩ ከምዚ ዝብል ኣዘራርባ ኣሎ your friendship ወይ ከኣ your friends either make you or break you የዕሩኽትኻ ወይ ይሰርሑኻ ወይ ከኣ የፍርስኻ ኣብ ካልእ ምስላኻ እንታይ ዝብል ኣሎ ምስ ጥበበኛ ዝኸይድ ይጠብብ ምስ ዓሻ ዝኸይድ ግና ንጥፋት ቀረባ ይብል ለዚ ኣጸቢኩም ክትሰምዑኒ ጽኒልኩም ተገዲስኩም ሰምኒ ተስፋ ይገብር ኣዝዩ ኣገዳሲ ኣርእስቲ ዝኾነ ክሳብ መወዳእታ ፅቡቅ ጌርኩም ትስምዑዋ ኣብ ሂወትኩም ከዓ ዝጠቅም ነገር ክትረኽቡ ኢኹም ማለት እዩ እንታይ ኢና ንብል ዘለና ማለት ኣዕርኽትኻሲ ወይ ሶርሕኻ ወይ ኣፍርስኻ ንብል ኣለና። በቲ ሓደ ወገን ከኣ እታ ካልእቲ ከኣ እንታይ ትብል ከኣ እቲ ኣበሃህላ ምስ ጥበበኛ ዝኸይድ ይጠብብ ምስ ዓሻ ዝኸይድ ከኣ ንጥፋት ቀረባ እዩ። ክሎዝ ቱ ዲስትራክሽን እዩ ዝብል ብእንግሊሽ። ንጥፍኣት ቀረባ እዩ ብጣዕሚ ናብ ጥፍኣት ገፅ ቀረባ ዝብል ዘሎ ማለት እዩ ለዚ ኩሉ ግዜ ክንድንቀቕ ይግባኣና እዩ ማለት እዩ ኣብ ዕሩኽትና ምሕዝነት ክንጅምር ከለና ምሕዝነት ባይንዲን ኣይኮነን ንሓደ ዓርኪ ምስ ገበርካያሲ ዓርክኻ ምስ ኮነስ ክሳዕ እቲ ሞት ምስኡ ብዕርክነት ክትቅፅል ኣለካ ማለት ኣይኮነን ክኸውን ይኽእል እዩ ክሳዕ ትመውት ክሳዕ ሞት ዝፈላለየካ ምሕዝነት ክትገብር ትኽእል ኢኻ ጌጋ የብሉን ኣነ ግን እንታይ ዝብል ዘለኹ እቶም ክጎድኡኻ ዝኽእሉ ምሕዝነት ወይ ዕርክነት ንመጻኢኻስ ዘይጠቕሙ ኸዓ ብዛዕባኦም እየ ክዛረብ ደልየ ማለት እዩ ስለዚ እንተ ንመጻኢና ዝሓሸ ህይወት ክህልወና ኮይኑ ካብ ሎም መዓልቲ ጽባሕ ዝሓሸት እንተ ክትኮን ኮይና ኣብ ህይወትና ካብ ሎም መዓልቲ ወይ ካብዚ ዓመት እዚኣ ትመጽእ ዘላ ዓመት ዝሓሸ ህይወት ክህልወኒ ዝሓሸ ውጽኢታዊ ዝኾነ ህይወት ዝያዳ ክዓቢ ክምዕብል ክውስኽ ክፈልጥ ዝያዳ ክበልሕ ዝያዳ ክጠብብ እንተ ኮይነ ምስ ጥበበኛታት ዝኾኑ ምስ መስተውዓልቲ ዝኾኑ ሰባት ክመሃዞ ክኽእል ኣለኒ ኩሉ ግዜ እቶም ኩሉ ግዜ የዕሩኽ ክንመርጽ ንኽእል ኢና ባዕልና የዕሩኽ ባዕልኻ ክትመርጽ ትኽእል ኢኻ ወይ ከዓ ክመርጹኻ ይኽእሉ እዮም ነቲ ዕርክነት ነቲ ምሕዝነት ግን ክትከታተሎ ግን ጽቡቕ እዩ ምክንያቱ እንተ ዓርክኻ ኮይኑ ብግብሩ ይኹን ብቓላቱ በካይድኡ ኩሉ ግዜ ንዓኻ ዘይሃንጸካ ተዳ ኮይኑ ንዓኻ ንቕድሚት ገጹ ክሰጉመካ ዘይኽእል ተዳ ኮይኑ ንዓኻ ናብቲ ንስኻ እደልዮ ዘለኻ መገዲ ንክትከይድ ዝዕንቅፈካ እንተዳ ኮይኑ in the first place እዚ ዓርክኻ ኣይኮነን እዚ ጸላኢኻ እዩ ማለት እዩ ብምርዳእ ይኹን ብዘይምርዳእ ናብቲ ንስኻ ክትከዶ እትደሊ መንገዲ ናብቲ ንስኻ ክትከዶ እትደሊ ዕላማ ሸቶ መደብ ደስቲነሽን ንኸይትኸይድ ዝገብረካ ዕርክነት ኩሉ ዕርክነት ኣይኮነን እዚኦም እቶም ናብ ጥፍኣት ገጾም ዝወስዱኻ፣ ካብቲ ናትካ ዕላማ ዘርሕቑኻ፣ Destroy፣ ዝገብሩኻ፣ Friendship either break you or make you ከምዝተባህለ እዚ እቲ Break ዝገብረካ እዩ። ስለዚ እንተ ዝኾነ ሰብ ዝኾነ ዓርከይ ናተይ ዓርከይ ዝቐርበኒ መሓዛይ እንተ ነቲ ናተይ ዕላማን ነቲ ናተይ ኣካይዳን ነቲ ናተይ ህይወትን ዘይድግፎ እንተ ኮይኑ ብኣንጻሩ እንተ ዝጓዓዝ ኮይኑ ልክዕ እዩ ክሳብቲ ምስ ዝነበርኩሉ ግዜ ንዓይ ናይ ካራክተር ቢልድ ንምግባር ጠቂሙኒ ክኸውን ይኽእል እዩ ከመይ ጌርካ ኦፖዚሽን ከመይ ጌርካ ኣንጻር እቲ ናትካ ጉዕዞ ዝጓዓዝ ሰብ በዲኻ ክትዕወት ወይ ናብቲ ናትካ መደባት ክትበጽሕ ከም ትኽእል ካብኡ ክትመሃር ትኽእል እያ ምክንያቱ ከም ዝበልክኹም ኩሉ ሰብ ጠቃሚ ስለ ዝኾነ ማለት እዩ በቲ ኣሉታዊ ጎኑ ንዓኻ ገለ ኣወንታዊ ነገር ክምህረካ ይኽእል እዩ ንቐጻሊ ምሳኻ ተተኾይነ ግን in any case ስሒቡ ናብቲ ናቱ ደረጃ ክወርደካ ስለ ዝኽእል ክትራቐሉ ጽቡቕ እዩ ማለት እዩ ስለዚ እቶም ሓደ ዓይነት ዕርክነት ከ እንታይ እዩ ናብቲ ናትካ መደባት ንክትከይ ዝያዳ ዘተባብዑኻ ቻለንጅ ዝገብሩኻ ዝብድሁኻ ዝያዳ ሓላፍነት ዘሰክሙኻ ነቲ ናትካ ራእይ ነቲ ናትካ ዕላማ ፈሊጦም ተረዲኦም ኣጆኻ ዝብሉኻ እንተ ኮይኖም ግና፣ እዚኦም ጠቐምቲ ዝያዳ ሓገዝቲ የዕሩኽትኻ እዮም ማለት እዮም። ስለዚ እቲ ምስ ጥበብ ዝኸ ምስ ጠበኛ ዝኸ ዝያዳ ይጠብብ ዝበሎ ንሕና ኩሉ ግዜ ካባና ዝሓይሽ፣ ካባና ንላዕሊ ዝፈልጥ፣ ካባና ንላዕሊ ጥበብን ክእለትን ዘለዎ፣ ካባና ንላዕሊ ናይ ምዝራብ ክእለት ዘለዎ፣ ካባና ንላዕሊ ነቲ ናትና ዕላማ ብዝያዳ ዝርድኦ ሰብ ምስኡ ዕርክነት ክንገብርን ክንመሓዞን እዚ ቅኑዕ እዩ። እዚ ከኣ ብኸመይ ክንገብሮ ንኽእል ኢና? ብኣካል ካባኻ ንላዕሊ ፍልጠትን ክእለትን ዘለዎም ምስኦም ክትዓዪ ትኽእል ኢኻ፣ እንተ ደኣ ሃፍቲ ኣከራኺብካ ማለት እዩ። ወይ ከኣ ከም ካውንስለርስ ናትካ ኮይኖም ገንዘብ ከፊልካ ድኣ ወይስ ከይከፈልካ ብዝተፈላለየ መንገዲ ናቶም ካውንስሊን እንዳረኸብካ ንቕድሚት ቀስካ ትጓዓዝ ትኽእል ኢኻ ወይ ከኣ ብናቶም መጽሓፍቲ ማለት እዩ ንሶም ብዝጸሓፍዎ ነቲ ናቶም ሜላ ህይወት ነቲ ናቶም ጥበብ ነቲ ናቶም ምስትውዓል ነቲ ናቶም ቅዲ ነቲ ናቶም ስኪልስ ማለት እዩ ክትረኽቦ ትኽእል ኢኻ ስለዚ ምስ ጥበበኛ ምኻድ ማለት ካባኻ ዝፈልጥ ካባኻ ንላዕሊ ክእለት ዘለዎ ብዝተፈላለየ መንገዲ ምስኡ ምሕዝነት ምግባር ማለት እዩ ከም ዝበልክዎም ብኢንተርነት ጥራይ ክትስዕቦም ትኽእል ኢኻ። ከምዚ ሕጂ ኣብ ዘበንና ዘሎ ግዜ ዩቲብ ቻነል ኣሎ ወይ ኢንስታግራም ኣሎ ወይ ፌስቡክ ዝተፈላለየ ብዙሕ ዓይነት ኣሎ። ኣብኡ ፎሎው ትገብሮም ፎሎው ዝብል ክሊክ ትገብር ማለት እዩ። ሽዑ ንሶም ዘውረድዎ ንሶም ዝጸሓፍዎ ንሶም ዝበልዎ ኩሉ ብቐሊሉ ክትከታተሎ ትኽእል ናትካ ሜንተርስካ ይኾኑ ማለት እዮም። ስለዚ ከምዚ ዓይነት ጌርካ ፎሎ ኣፕ ክትገብሮም ትኽእል ኢኻ ምስ ጥበበኛ ዝኸይድ ይጠብብ ስለዝኾነ ምስ ዓሻ ዝኸይድ ጥፋት ቀረባ ስለዝኾነ ግን ምስ ዓሻ ዝኾነ ሰብ ምስ ሕጂ ኣብዚኣ ነቲ ዓሻ ትብል ከመይ ጌርና ኢና ምስዚኣ ሓሳባትና ክነተሓሓዛ ምስ ናትካ ዕላማ ዝቃረን ምስ ናትካ ዕላማ ዘይሰማዕ ኣካይዳ ዘለዎ ሰብ ግን ንጥፋት ቀረባ ንክትከውን እዩ ዝገብረካ ማለት እዩ ስለዚ ነቲ ሰብ ምስ ፈለጥካዮ ምስ ናትካ ዕላማ ዘይኸይድ ተዳ ኮይኑ ኣንጻርካ ዝጓዓዝ ተዳ ኮይኑ ቀልጢፍካ መገድኻ ክትቅይር ባይንዲን ኣይኮነን ከም ዝበልናዮ ምስኡ ኩሉ ግዜ ተቆሪንካ ክትነብር ምስኡ ኩሉ ግዜ ክትራኸብ የድልየካን እዩ ምስኡ ዘለካ ግዜ እናውሓትካ ምስቶም ዝያዳ ካባኻ ንላዕሊ ጥበበኛ ዝኾኑ ካባኻ ንላዕሊ ነቲ ንስኻ እትደልዮ ዝበጽሑን ክገብርዎ ዝኸእሉን ዝገበርዎን ሰባት ግን ብዝተፈላለየ መገዲ ምስኦም ኮኔክሽን ብምፍጣር ንህይወትካ ንመጻኢኻ ዝያዳ ክተማዕብሎ ትኽእል ኢኻ ማለት እዩ ስለዚ ምስትውዓል ይሓትት ምውሳን ከዓ ይሓትት ኩሉ ግዜ ሰብ እንታይ እዩ ዝኸብዶ ምስ ሓደ ሰብ ሰብ ክቡር እዩ ከም ዝበልናዮ ሰብ ክቡር እዩ ሰብ ኩሉ ጠቓሚ እዩ እቲ እቲ ፀገም እንታይ እዩ ዘሎ ኣብቲ ኣብቲ ዕላማ ማች ኣይትገብርን ኣብቲ ኣካይዳ ማች ኣይትገብርን ስለዚ ኣብቲ ኣካይዳ ኣብቲ ዕላማ ማች ተዘይገርካ ምስቲ ምስኡ ማች ዝገበርካ ሰብ ኢኻ ክትከይድ ዘለካ ምስቲ ምስኡ ማች ዝገበርካ ሰብ ክትከይድ ተጀሚርካ ከምቲ ሓፂን ንሓፂን ዘብልሖ ንሓድሕድካ እናተበላልዕኻ ተመሳሳሊ ወይ ሓደ ዕላማ ስለ ዘለካ ናብ ሓደ ንቕድሚት ገጽካ ትጓዓዝ ይቐለልካ ማለት እዩ እንተዛ ምስ ናትካ ዕላማ ዝቋረን ሰብ እንተዛ ዕርክነት ምሕዝነት ትገብር ትፍትን ሃሊኻ ግን ኩሉ ግዜ ኣብ ምንታይ ኢኻ ዘለኻ ኣብ ቴንሽን ኢኻ ትነብር ንዕላማኻ ክትጎየሉ ብሓይሊ ክትሰርሓሉ ንቕድሚት ገጽካ ክትከይድ ዝያዳ እናተበላላሕኻ ክትከይድ ግን ኣይትኽእልን ኢኻ ስለዚ እዚ ዕሽነት እዩ ምስ ናትካ ዕላማ ማች ዘይገብር ሰብ ምስ ናትካ ዕላማ ዘይወሃእ ሰብ ምስኡ ክትነብር ኢልካ ሕጊግ ምባልካ ምፍታንካ ዕሽነት እዩ ዝቁፀር ስለዚ ክትስሕበሉ ኣለካ ማለት እዩ እቲ ጥበብ ዝቁፀር ግን እንታይ እዩ ከምቲ ሓጺን ንሓጺን ሰብ ልሖቕ ዕላማኻ ርኢኻ ምስ ዕላማኻ ማች ዝገብሩ ሰባት እናደሌኻ ምስኦም ግዜ ምሕላፍ ማለት እዩ እዚ ዝያዳ ጥበበኛ ይገብረካ ዕላማኻ ክትሃርም ከዓኒ ተወሳኺ ሓይሊ ይህበካ ማለት እዩ ለዚ ክቡራት ኣሕዋት ክሳብ ሕጂ ምሳይ ስለ ዝጸናዕኹም ብጣዕሚ ደስ ይብለኒ ኩላትኩም ብዘየገድስ ሓደ ዕላማ ኣለና የብልና ብዘየገድስ ግን ኩሉ ሰብ ጠቓሚ ምዃኑ ክርድኣና ደጊመ የዘኻኽር ሳብስክራይብ ዘይገበርኩም ሳብስክራይብ ትገብሩ ሸር ክትገብሩ ኮመንት ናትኩም ከዓ ኣብ ታሕቲ ክትከትፍለይ ብክብሪ ዕድመኩም ብካልእ ኣርእስቲ ክሳዕ ንራኸብ ሰሰናዩ